ዜና መጽሔት ዜና መጽሔት ዜና መጽሔት
ሰላም ጥዕና ሃበልና ኣድመፅቲ ሚእትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ ዜና መፅሄት እዚ ዕለት ሒዝና ቀሪብና ኣለና ንክትከታተሉና ብክብሪ ንዓደምና ኣብዚ ኣብ ስቱድዮ ሚእትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ ብርሃነ ወልዳይ ሜሪ ደሞዝ ብመዳይ ቴክኒክ ድማ ልኡል ኣውራና ኣለና ኣብ ዜና መፅሄትና ድማ ብሓፀርቲ እነቕርቦም ዜናታት ብዝርዝር እነቕርቦም ኢሉ እውን ዜና ቢዝነስ፣ ዜና ወፃእን ስፖርትን ዘካተቱ እዮም ክኾኑ። ፈለማ ግን ቀንዲ ቀንዲ ነጥብታት ዜናታትና ክነስማዕኩም። ናይ ፀባሕ ተረከብቲ ዓዲ ዝኾኑ ህፃናት ብምሕብሓብ ኣብ ምፍጣር ቀፃሊ ትውልዲ ተዋዲድና ክንሰርሕ ይግባእ ክብሉ ኣማኻሪ ከንቲባ ዘፈር ጉዳይ ሰራሕተኛን ተሳትፎን ተጠቃምነትን ሕብረተሰብ ከተማ መቐለ ኣይተ ጌቱ ሃይሉ ሓቢሮም። ብመሰረት ደንቢ ምትእኽኻብ እቶት ትግራይ ከም ምምሕዳር ክፍለ ከተማ ዓዲ ሓቂ ክሳብ ሕዚ ልዕሊ ዕስራን ሽዱሽተን ሚልየን ብር ከምዝኣከበ ኣፍሊጡ። ኣብ ወረዳ ሰለዋ ከተማ ደላ ብሓገዝ ቢሮ ሃፍቲ ማይን ኢነርጂን ትግራይ መደብ ሓደ ወሽ ብልዕሊ ሱሰ ክልተ ሚልየን ቅርሺ በጅት ዝተሃነፀ ትካል መስተ ማይ ከምዝተመረቐ ተሓቢሩ። ካብ ዜናታት ወፃእ ድማ ኲናት ዩክሬን ብሰላም ንኽውዳእ ሓሙሽተ ቅድመ ኹነት ክረጋገፅ ከምዘለዎ ኢንግሊዝ፣ ጀርመን፣ ፈረንሳይን ዩክሬንን ኣፍሊጠን። ክብራት ሰማዕትና ዜናታት መጽሔት ፈሊምና ኣለና ፈለማ ብሓጸርቲ ዜናታት ክንቐድም ትሕብብር ጀርመን ጂኣይዜድ ምስ ማማይ ግሩፕን ሲኳን ብሓባር ኣብ ወረዳታት ታሕታይ ኣድያቦን ኣበርገለን ኣብ ልምዓት ቅብኣት እኽሊ ብቐደም ሰዓብ ናይ ምእላይን ምትላምን ዎርክሾፕ ኣሳሊጡ። ነዚ ዎርክሾፕ ብዕሊ ዝኸፈቱ ሓላፊ ቢሮ ሕርሻን ሃፍቲ ተፈጥሮን ትግራይ ኣይተ ኣለምብርሃን ሃሪፈዮ፣ ኣብ ልምዓት ሰሊጥን ኣቾሎኒን ልምዓት ክነጥፍ ዝሃቀነ ፕሮጀክት ምጥንኻር ክብሪ ሰንሰለት ገፀር ኣመስጊኖም፣ ንጡፍ ተሳትፎ መዳርግቲ ኣካላት ኣብ ምጉልባት ሕርሻ ዝዓዘዘ ግደ ከምዘለዎ ድማ ገሊፆም። ኣስዒቦም ድማ ዝተበጣጠሰ ኣተሓሳስባን ዝተበጣጠሰ ሜላ ሕርሻን ሒዝካ ትበፅሖ ብራኸ ስለዘየለ ብዝተወደበ ኣገባብ ልምዓት ክላስተር፣ ኣፕሮች፣ ምጥንኻር ይግባእ ኢሎም። ተወካሊ ትሕበብር ጀርመን GIZ ኣይተ ሃብታይ ብወገኖም፣ ፕሮጀክት ምጥንኻር ክብሪ ሰንሰለት ገጠር ዝሓዞ ዕላማ እንትፅቢት ዝግበረሉ ውፅኢት እንትግልፅ ቀንዲ ዕላማ ሕርሻን ዘፈር ምግብን ምጥንኻር ከምዝኾነ ድማ ገሊፆም። ኣስዒቦም እውን ከም ፕሮጀክት ኣርባዕተ ውፅኢታት ትፅቢት ዝግበር እንትኸውን ንሳቶም ድማ ትካላዊ ዓቕሚ መንግስታዊ ትካላት ምጥንኻር፣ ግሊ ሴክተር ብዓቕሚ ምሕጋዝ፣ ብኽነት ድሕረ ምህርቲ ምንካይን ንፕራይቤት ሴክተራት ቀረብ ናውቲ ምምላእን ዝብሉ ይርከብዎም ኢሎም። ኣብዚ ልምዓት ቅብኣት እኽሊ ምብራኽ ካብ ዝዋስኡ ናይ ግሊ ሴክተራት ሓደ ማማይ ጉሩብ እንትኾን እዚ ጉሩብ ሕርሻ መካናይዜሽን ምቕራብ፣ ሞያዊ ሓገዝ ምሃብ፣ ዓቕሚ ኣካየድቲ ስራሕ ክዓቢ ስልጠና ምሃብን ኣብ ቀረብ ፋይናነስን ሰሪሕካ መርኣያ ምትግባርን ትካሎም ከምዝነጥፍ ዶክተር ሙዑዝ በርሀ ካብ ማማይ ጉሩብ መብርሂ ሂቦም ኣለው። ፕሮጀክት ምጥንኻር ክብሪ ሰንሰለት ገፀር ምስ መዳርግቶም ብሓባር ኣብ ክልተ ዞባ እዘን ወረዳታት ማለት እውን ኣብ ታሕታይ ኣድያቦ ኣብ ሓደ ሚእቲ ሄክታር ሰሊጥ፣ ኣብ ኣበርገለ ኣብ ዒስራ ሄክታር ኦቾሎኒ ብድምር ኣብ ሓደ ሚእትን ዒስራን ሄክታር ኩለ መዳይ ሓገዝ ብምግባር ኣብ ክብሪ ሰንሰለት እዞም ናይ ቅብኣት እኽልታት ውፅኢት ንምብራኽ ኢሎም ነዚ ንምትግባር ኣስታት ተስዓይ ሚልዮን ብር በጀት ዝተትሓዘ እንትኸውን ብምርቕቓሕ በጀት ማማይ ግሩፕን ምትሕብባር ጀርመን JIZW ዝፍፀም ከምዝኾነ ድማ ገሊፆም። ኣብዚ ፕሮጀክት ዝሕቆፉ ሓረስቶት ብፍላይ ደቂ ኣንስትዮ ብዝተፈለየ ሓጊዝካ መነባብርኦን ክመሓየሽ ከምዝግባእ ካብ ተሳተፍቲ እቲ ዎርክሾፕ ሓሳብ ቀሪቡ። ኣብቲ ወርክሾፕ ካብ ሰለስቲኦም ኣተግበርቲ ኣካላት ብተወሳኺ ካብ ቢሮ ሕርሻን ሃፍቲ ተፈጥሮን ትግራይ፣ ኤጀንሲ ሕብረት ስራሕ ማሕበራት፣ ኢንስቲትዩት ምርምር ሕርሻ፣ ስግግር ሕርሻ ኢትዮጵያን ናይዚ ፕሮጀክት ፈፀምቲ ዝኾና ወረዳታት ኣመራርሓን ክኢላታትን ተሳቲፎም ኢዮም ክብል ቢሮ ሕርሻን ሃፍቲ ተፈጥሮን ትግራይ ፀብፂቡ። ተምሃሮ ብምሉእ ዓርሰ እምነት ንዝበለፀ ውፅኢት ድሉዋት ክኾኑ ይግባእ ተባሂሉ። ኣብ ክፍለ ከተማ ሰሜን ብብርኪ ክልል ካብ ሰለስተ ሰነ ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሩ ንዝወሃብ ብሄራዊ ፈተና ሻሙናይ ክፍሊ ብዝምልከት ንፈተና ኮሚቴን ኣካላት ፀጥታን መደብ ኦረንቴሽን ተዋሂቡ ኣሎ። ኣብቲ መድረኽ ዝተረኸቡ ኣመሓዳሪ ክፍለ ከተማ ሰሜን ኣይተ ሙሉጌታ ገብሩ ከም ዝበልዎ፣ ሎሚ ዓመት ዝካየድ ብሄራዊ ፈተና ሻምናይ ክፍሊ እዚ መድረኽ ፈተና ኮሚቴን ፀጥታ ኣካላትን ብዝተዋደደ መንገዲ ዕዉት ስራሕ ንምፍፃም ዘኽእል እዩ ድሕሪ ምባል ብዙሓት ፀገማት ሓሊፍና ናብዚ ደረጃ ዘብፅሕናዮም ተምሃሮ ተረጋጊዖም ክፍተኑ ሓላፍነትና ክንወፃ ይግባእ ዝበሉ ኮይኖም ንተፈተንቲ ድማ ሰናይ ትምኒቶም ገሊፆም። ሓላፊ ቤት ፅሕፈት ትምህርቲ ክፍለ ከተማ ሰሜን መምህር የማነ ጉሩም ብወገኖም ተፈተንቲ ተምሃሮና ብሰዓቶም ተረኺቦም ንክፍተኑ ብኣግባቡ ክንሰርሕ ይግባእ ድሕሪ ምባል፣ ተምሃሮ ብምሉእ ዓርሰ እምነት ንዝበለፀ ውፅኢት ድሉዋት ክኾኑ ይግባእ ኢሎም። ኣገባብ ኣፈታትናን ስራሕን ሓላፍነትን ፈተና ኮሚቴን ፀጥታ ኣካላትን ብዝርዝር ዘቕረቡ መተሓባበሪ ከይዲ ስራሕ ምርግጋፅ ትምህርቲ ክፍለ ከተማ ሰሜን ኣይተ መረሳ ኣየለ ሕድ ሕድ ፈተና ፈፀምቲ ኮሚቴ ብዛዕባ ሕጊታት ፈተና ንተፈተንቲ ተምሃሮ እኹል መብርሂ ክህቡ ከምዘለዎም ድማ ኣረዲኦም። ተፈታኒ ተምሃራይ ናብ ፈተና ክመጽእ ከሎ ሰላሳ ደቂቓ ኣሕሊፉ እንተመጺኡ ነታ ሰዓት ዝተዳለወት ፈተና ክፍተን ከምዘይክእልን ፈተና ምስ ተጀመረ ድማ ተፈቲኑ ሰላሳ ደቂቓ ከይመልአ ምውጻእ ከምዘይከኣልን ገሊጾም። ኣብ እዋን ፈተና ሞባይልን ካልኦት ዘይፍቀዱ ተገበራትን ሒዝካ ምእታው ከምዘይፍቀድ ድማ ወሲኾም ሓቢሮም። ኣብ መዳይ ጸጥታ ኣመልኪቶም ከምዝሓበርዎ ድማ ጸጥታ ኣካላት ተፈተንቲ ተምሃሮ

ኣብ ወረዳ ስለዋ ከተማ ዴላ ብሓገዝ ቢሮ ሃፍቲ ማይን ኢነርጅን መደብ ሓደ ዋሽ ብልዕሊ ስሳን ክልተን ሚሊየን ቅርሺ በጀት ዝተሃነፀ ትካል መስተ ማይ ተመሪቑ። ኣመሓዳሪ ወረዳ ሰለዋ ኣይተ ልኡል ንጉስ ከመ ዝበልዎ፣ ኣብታ ወረዳ ዝነበረ ናይ ነዊሕ እዋን ሕቶ ህዝቢ ቀረብ መስተ ማይ ቢሮ ሃፍቲ ማይን ኢነርጂን ትግራይ ንምፍታሕ ዝወሰዶ ተበግሶ ብምንኣድ ተጠቃሚ ህዝቢ ድማ ጥቡቕ ሓለዋን ክንክንን እናገበረ ክጥቀመሉ ከምዝግባእ ድማ ኣተሓሳሲቦም። ዋና ኣመሓዳሪ ዞባ ዶብ ትግራይ ኣይተ ዝናቡ ገብረመድህን ድማ ኣብ መኸተ ምውሓስ ህልውና ኣብ ዘለናሉ ኣብዚ ኣብዚ ሕዚ እዋን ኮይንና ድማ ዘሎ ውሱን ዓቕሚ ቁጠባ ተጠቒምና እንሃንፆም ፕሮጀክትታት ልምዓት ኣብ ሕውየት ትግራይ ፍሉይ ትርጉም ስለዘለዎ ግቡእ ሓልዋን ክንክንን ክግበረሎም ይግባእ ኢሎም። ሓላፊ ቢሮ ሃፍቲ ማይን ኢነርጂን ትግራይ ኣይተ ተኽላይ ገብረመድህን ብግደኦም፣ እቲ ትካል መስተ ማይ ተሃኒፁ ግልጋሎት ምሃብ ምጅማሩ ፀገም ሕፅረት ዝስተ ማይ ህዝቢ እቲ ከባቢ ካብ ምፍታሕ ዝሰገረ ዝለዓለ ትርጉም ከምዘለዎ ድማ ኣረጋጊፆም። ነበርቲ እታ ወረዳ ኣብ ዝሃብዎ ርኢቶ ድማ፣ ናይ ነዊሕ እዋን ጠለብ መስተ ማይ ንምምላእ ዝተገብረ ፃዕሪ ብምንኣድ ጥቡቕ ሓለዋን ክንክንን እናገበሩ ክጥቀሙ ምዃኖም ድማ ኣረጋጊፆም። እቲ ብልዕሊ ስሳን ክልተን ነጥቢ ክልተ ሚሊየን ቅርሺ በጀት ተሃኒፁ ግልጋሎት ምሃብ ጀሚሩ ዘሎ ትካል መስተ ማይ ዓሰርተ ሽዱሽተ ነቑጣታት መዐደሊ ማይ ዘለዎ ኾይኑ ኣብቲ ኸባቢ ዝርከባ ኣብያተ ትምህርትን ትካላት ጥዕናን ሓዊሱ ንልዕሊ ዓሰርተ ክልተ ሽሕ ህዝቢ ተጠቃሚ ዝገብር ምዃኑ ድማ ኣብቲ እዋን ተሓቢሩ እዩ ክብል ድምፂ ወያነ ትግራይ ፀብፂቡ። ካቶሊካዊት ቤተ ክርስቲያን ማሕበራውን ልምዓታውን ኮሚሽን ጨንፈር ዓዲግራት ምስ ማኖስ ዩኒዳስ ዝተባህለ ገበሪ ሰናይ ስፔን ብምትሕብባር ኣብ ዳግመ ህንፀት ወረዳ ብዘት ይነጥፍ ከም ዘሎ ተሓቢሩ። እዚ ዝተሓበረ ካብ ኩለን ጣብያታት ወረዳ ብዘት ብኩናት ዝተሃሰዩ መሬትን ስራሕን ዘይብሎም መናእሰይን መራሕቲ ስድራ ደቂ ኣንስትዮን ንክልተ መዓልቲ ሞያዊ ስልጠና ብምሃብ ሓገዝ ጨቃውቲ ደርሁ ኣብ ዘበርከትሉ እዋን እዩ። ኣተሓባባሪ እቲ ፕሮጀክት ማይነስ ዩኒያዳስ ኣይተ ፍፁም በርሀ ከመ ዝገለፅዎ በቲ ፕሮጀክት ብዋናነት ብኩነት ቁጠባዊ ሃሰያ ዝበፅሐን ደቂ ኣነስትዮን መናእሰይን ልምዓት መስኖ፣ ፅገና ዳይቨርሽን፣ ተኸላ ፈልሲ ቀዋሚ ተኽሊ፣ ዕንወት ዝበፅሐን ሰለስተ ማእኸላት መሰልጠኒ ሓረስቶት፣ ሸሞንተ ዕቋርን ልቓሕን፣ ኣብ ሓሙሽተ ኣብያተ ትምህርቲ ህንፀት ሰላምን ጎንፂ ምእላይ ስራሕቲ ምስራፅን ካልኦትን ትኹረት ገይሩ እናተሰርሐ ከምዝኾነ ድማ ሓቢሮም። እቲ ፕሮጀክት ኣብቲ ወረዳ ዝሓለፈ ክልተ ዓመት ከምዝፀንሐን ሓረስታይ ምግቢ ውሕስንኡ ኣረጋጊፁ እቶቱ ከደንፍዕን ምህርቱ ኣማዕቢሉ ለውጢ ንከምፅእን ዓሊሙ ከምዝሰርሕ ድማ ሓቢሮም። ምክትል ሓላፊ ቤት ፅሕፈት ዘፈር ቁጠባ ወረዳ ብዘት ኣይተ ሃይለሚኪኤል ዑቕባ ብግደኦም፣ እቲ ትካል ኣብቲ ወረዳ በቲ ኹናት ልዑል ማህሰይቲ ዝበፅሖም ወገናት ኣብ ትሑት መናብሮ ንዝርከባ ደቂ ኣነስትዮን መሬትን ስራሕን ዘይብሎም መናእሰይ ተስዓን ክልተይ መናእሰይ ዝርከብዎም ክልተ ሚእቲ መራሕቲ ስድራ ደቂ ኣነስትዮ ንሕድሕድ ዒስራ ጨቓውቲ ደርሆ ዕስራን ሓሙሽተን ኪሎ ቀለብ ደርሆ ማለት እውን መኖ ክልተ መስተ ማይ ክልተ እኽሊ መመገቢ ደርሆ ብድምር ኣርባዕተ ሽሕ ጨቓውቲ ደርሆ እናዕደለ ከም ዝርከብ ድማ ኣፍሊጦም። ሓገዝ ዝተገብረለን ወገናት ብግደኣን እቲ ዝተገብረልና ሓገዝ ከም መበገሲ ተጠቒመን ብምስራሕ መነባብርኦን ንምምሕያሽን ሓገዝ ውፅኢትን ንምምፃእን ከም ዝሰርሓ ድማ ገሊፀን። እቲ ሓገዝ እኹል ስለ ዘይኮነ እቲ ድጋፍ ተጠናኺሩ ክቐፅልን ካልኦት እዚ ዕድል ዘይረኸቡ ኣብ ትሑት መነባብሮ ዝርከቡ ክፋል ሕብረተሰብ እውን ዕድል ክረኽቡ ተላብዮም ክብል ሓበሬታን ርክብን ወረዳ ብዘት ፀብፂቡ።
እዚ ሚእትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ እዩ። ዜና መጽሔት እናቐጸለ እዩ ዝርከብ። ብዝርዝር ናብ እነቕርቦም ዜናታት ክንሰግር ናይ ጽባሕ ተረከብቲ ዓዲ ዝኾኑ ህጻናት ብምሕብሓብ ኣብ ምፍጣር ቀጻሊ ትውልዲ ተዋዲድና ክንሰርሕ ይግባእ ክብሉ ኣማኻሪ ከንቲባ ዘፈር ጉዳይ ሰራሕተኛን ተሳትፎን ተጠቃምነትን ሕብረተሰብ ከተማ መቐለ ኣይተ ጌቱ ሃይሉ ሓቢሮም። ኣይተ ጌቱ ነዚ ዝበሉ፣ መንደር ህፃናት ኤስኦኤስ መቐለ ኣብ ብሓደራ ስድራቤታዊ ክንክን ህፃናት ኣመልኪቱ ምስ መዳርግቲ ኣካላት መድረኽ ምኽክር ኣብ ዘካየደሉ መድረኽ ተረኺቦም እዮም። ቢንያም ሃይላይ ተወሳኺ ኣለዎ። ትካል ገባር ሰናይ ኤስኦኤስ መንደር ህፃናት መቐለ ምስ ዝምልከቶም መንግስታዊ ኣካላት መድረኽ ዘተ ዘካየደ እንትኸውን፣ ኣብቲ መድረኽ ዘተ ተረኺቦም መልእኽቲ ዘሕለፉ ኣማኻሪ ዘፈር ጠቃምነትን ተሳትፎን ሕብረተሰብ ከንቲባ ከተማ መቐለ ኣይተ ጌታ ሃይሉ ከምዝበልዎ፣ ህፃናት ምሕብሓብን ምዕባይን ንቐፃሊ ዝማዕበለትን ዝሰልጠነትን ዓዲ ምዕባይ ስለዝኾነ ናይ ፅባሕ ተረከብቲ ዓዲ ዝኾኑ ህፃናት ብዝግባእ ከነዕብዮምን ክንሕብሕቦምን ይግባእ ክብሉ ሓቢሮም። ዋና ቁምነገሩ ታይ እዩ? ህፃናት ህጻናት ኣብ ህጻናት ምስራሕ ብጣዕሚ ወሳኒ ዝኾነ ጉዳይ እዩ ማለት እዩ። ፈቲኻ ጸሊእኻ ህጻን ክትንከባኸብ ግድን እዩ። ምኽንያቱ ጽባሕ ኣብ ኢዶም ኢና ኣብዞም ናይ ሎሚ ህጻናት ንብሎም ዘለና ጽባሕ ኣብ ኢዶም እታ ዓዲ ኣብ ኢድ እዞም ህጻውንቲ እዚኣ ክትወድቕ ማለት እዩ። ስለዚ ኣብ ኢድ ህጻውንቲ ክትወድቕ እንተኾይና ምዕሩይ ዝኾነ ኣእምሮ ክህልዎም ኣለዎ። ምዕሩይ ዝኾነ ኣተሓሳስባ ክህሊ ማለት እዩ። እንተዘይኾይኑ በሎ በሎ እናተባህለ ዝዓበየ ቆልዓ ክዓቢ ተሎ እውን እንታይ እዩ ዝኾን ጦረኛ እዩ። ክዓቢ ተሎ ደርባይ እምኒ ክኾን ዝዓቢ ተሎ ሕጊ ዝጥሕስ እዩ ክኾን። ስለዚ ብክልተ ነገር እዩ ሓደ ብሰብኣውነት ካልኣይ እውን ንባዕልና ክንብል ማለት እዩ። ስለዚ ሃገርና ትማሊ ምስ መን ነይራ ሐዚ ምስ መን ኣላ ፅባሕ ምስ መን ሃምትኾን እያ ኣይፍለጥ እዩ። ስለዚ ኣብ ህፃውንቲ ዝፈስስ ዝኾነ ይኹን ሪሶርስ ተቐማጢ ሪሶርስ ኢኻ ሃብቶምም ተትኽእል ማለት እዩ። SOS እውን ናይዚ ሓደ ኣካል እዩ። ብተወሳኺ እውን ኢሎም ኣይተ ጌቱ፣ ከም ተጋሩ ብዙሓት ፀገማት ዝወረዱናን ብዙሓት መዕበዪ ዘይብሎም ህፃውንቲ ዝሓዝናን ስለዝኾንና ብዝግባእ ተረዲእናን ተዋዲድናን ህፃውንትና ብስርዓተ ክነዕቢ ይግባእ ኢሎም። ስለዚ ንኣ ናብ ውሽጢ ናብ መሬትና ተኣቲና ናብቲ ሕብረተሰብና ተወሪድና ናብቲ መሬት ወሪድና ተሪእናዮ ብዙሓት ፀገማት ዘለዉና ኣካላት ኢና ንሕና። ከተማ መቐለ እውን ብኣርባዕቲኡ ኣንግል እዩ ዝመፅእ ናብዚ ናብቲ ከተማ መቐለ። ስለዚ ኣብዚ ክህልወና ዝኽእል ስጡም ስራሕ፣ ስጡም ርክብ፣ ስጡም ክትትል ውፅኢት የምፅእ ማለት ብቁምነገር ተሪእናዮ ክንረዳድእሉ ዝግበእና ጉዳያት እውን ስለዝኾነ ስለዚ SOS ምሳና ሓቢሮም ክሰርሑ ምምፀኦም ዓብዪ ዓብዪ ክብሪ ኣለና ብስም እቶም ህፃውንቲ ማለት ግልፂ ብዝኾነ ምርዳእ ተረዳዲእና ወሲንና ቆሪፅና ተዘይኣቲናያ እንደገና ክነድምያ ኣይንኽእልን እታ ስራሕ ስለዚ ኣብ ህፃውንቲ ዝኾነ ይኹን ዝበፅሕ ፀገማት ናይ ምፍታሕ ግቡእ ኣለና ንሕና። ስለዚ እዚ ግቡእነትና እዚ ድማ ግድን ምስቲ ትካል ኮይና ክንፈትሖ ኣለና። እቲ ትካል እንታይ እዩ ፕሮግራሙ፣ ብኸመይ እዩ እቲ ዝሐሸ ኣካይዳ ክህልወና ዝኽእል፣ ብግልፂ ኢና ክንረዳዳእ ዝግበእና ማለት እዩ። ኣብ ትካል ገባር ሰናይ፣ SOS፣ መንደር ህፃናት መቐለ መካየዲ ስራሕ ምክንኻን ህፃናት ኣይተ ሞላ ሃይለ ብወገኖም፣ ህጻናተ ምክንኻን ሰብኣውነትን ግቡእን ከም ምዃኑ መጠን ህጻናት ከዕብዩ ዝኽእሉ ስድራቤታት መልሚልና ስልጠና ክንህብ ንኽእል ኢና ድሕሪ ምባል ከም ትካልና'ውን ምስ መንግስታውን ውልቃውን ትካላት ተዋዲድና ኣብ ምክንኻንን ምዕባይን ህጻናት ብዕቱብ ክንሰርሕ ኢና ክብሉ ገሊጾም። ስለዚ እዚሲ እቲ ሕብረተሰብ ስለለይነገርናዮ እቲ ሓበሬታ ስለለይብሉ እዩ'ምበይ እዚ ብሓድራ ቤተሰብ ከዕብዩ ዝኽእሉ ስድራ'ውን ኣይተሰኣኑይ። ልብል ሓሳብ ስለለለና እዩ እዚ ለሎ ነገር ጸገም ልምጽባብ ኢና ደሊና ስለዚ በዚ ኣጋጣሚ እዚ ድምጺ እዚ ልሰምዑ ተኸታተልቲ ታይ ኢና ልብለና ጽጉማት ህጻናት ለዕብዩ ስድራሲ ንምልምል ደሊና ናሰልጥን ደሊና መዝጊብና ንጸንሕ ደሊና ካብኡ ዞም ህጻናት ትርከቡ ተለዉ ክንህብ ኢና እዩ ክነራኽቦም ኢና ስልጠና ሂብና ጸኒሕና ግንዛበ ሂብና ጸኒሕና መዝጊብና ጸኒሕና ለድልዩ ረቑሓታት ኣማሊእና ጸኒሕና እቶም ህጻናት ምስ ተረከቡ ምስ ለዕቢ ቤተሰብ ክንራኽብ ኢና እሞ ፈቓደኛ ልኾንኹም ስድራ ኣብ ከባቢኹም ልርከብ ናብ ማሕበራዊ ጉዳይ ቤት ጽሕፈት ከይድኹም ትምዝገቡ ትኽእሉ ኢኹም ልብል መልእኽቲ እውን በዚ ኣጋጣሚ ከሕልፍ ደልየ። ንሕና እውን ሃምገበር ሰናይ ትካል ኤስቢኤስ እውን ልኽእሎ ኩሉ ክገብር እዩ ትልምንየና እዩ ንሰርሕ ኢና ትልምንየና ብትልምና መሰረት ንሰርሕ ኢና መንግስታዊ መሓውር በተለይ ማሕበራዊ ጉዳይ ቀጥታ ልህጻናት ልምልከቶና ካብ ላዕሊ ክሳብ ታሕቲ ለሎ ኣብ ከተማ መቐለ ለሎ ብፍላይ ማለተይ እየ እዚ ጉዳይ እዚ ይምልከቶ እዩ ብደንቢ ትኽክል እዚ ጸገም እዚስ ሃመይ እዩ ልፍታሕ ልብል ብደንቢ ሓሲብኻ ተሊምኻ ላብ ተግባር እዞም ህጻናትስ እንጀራ ክበልኡ ካብ ዘረባ ብላዕሊ ክንበጽሐሎም እንድሕር ኮይና ሕድሕድ ና ማሕበራዊ ጉዳይ መሓውር እውን ክሰርሐሉ
ብመሰረት ደንቢ ምትእኻብ እቶት ትግራይ ከም ምምሕዳር ክፍለ ከተማ ዓዲ ሓቂ ክስካብ ሕዚ ልዕሊ ዕስራን ሽዱሽተን ሚሊየን ብር ከም ዝኣከበ ኣፍሊጡ። ንመሐከሚ ውግኣት ተጋደልቲ ትግራይ፣ መመለሲ ተመዛበልቲ ከምኡ ውን ንዳግመ ሕውየትን ህንፀትን ትግራይ ዝውዕል ምትእኻብ እቶት ኩሉ ትግራዋይ ኣብታ ዘላ ሓፃር ጊዜ ግቡኡ ክፍፅም ይግባእ ክብል እቲ ምምሕዳር ሓቢሩ'ሎ። ብርሃን ወልዳይ ተወሳኺ ዝርዝር ዜና ኣለዎ።
ብሰንኪ ኣብ ትግራይ ዝተፈፀመ መዕነዋይ ኲናት መሬት ዘቢጡ ዝርከብ ኢኮኖሚ ትግራይ ዳግም ንምጥጣዕ ከምኡ እውን ንመሐከሚ ውጉኣት ተጋደልቲ ትግራይን መምለሲ ተመዛበልትን ዝውዕል ምትእኽኻብ እቶት ከመ ክፍለ ከተማ ዓዲ ሓቂ ዝተዋደዱ ስራሕቲ ብምዕማም ልዕሊ ሰላሳ ሚሊየን ብር ንምእካብ ትልሚ ተታሒዙ ክስካብ ሕዚ ልዕሊ ዕስራን ሽዱሽተን ሚሊየን ብር ከምዝተኣከበ ምኽትል ኣመሓዳሪትን ሓላፊት ዘፈር መንግስታዊ ግልጋሎትን እታ ክፍለ ከተማ መምህር ዘመናዊት ጠዓመ ሓቢረን። ኣብ ለካቲት ተግባራዊ ምዃን ዝጀመረ ደንብን መምርሕን ሰላሳን ሰለስተን እዝባር ክልተ ሽሕን ዓሰርተ ሸሞንተን ዓመተ ምህረት ተመዛበልቲ እግሪ ምትካል ንመሐከሚ ሓርበኛታት ጉዳኣት ኲናት ትግራይ ኢሉ እውን ዳግመ ሕውየት ትግራይ ንምርግጋፅ ዝወፀ መምርሒ ደንቢ ንሱ ማእኸል ገይርና ከም ክፍለ ከተማ ሒዝናዮ ዝንቀሳቐስ ዘለና ናይ ምትእኽኻብ እቶት ከም ክፍለ ከተማ ዝሓዝናዮ ትልምና ሰላሳ ሚሊየንን ሸሞንተ ሚእትን ሰማንያን ትሽዓተን ሽሕን ሰብዓን ክልተን ቅርሺ ነጥቢ ሰማንያን

ቡቲ ሐዚ ወፂኡ ዘሎ መምርሕን ደንብን ማእኸል ተገይሩ ፍትሓዊ ብዝኾነ፣ ኦዲታብል እውን ብዝኾነ፣ ስርዓት ፋይናንስ እውን ዝተኸተለ ኣተኣኻኽባ ገይርኻ ንኹሉ ማዕረ ዝሳተፈሉ ብሄራዊ ፃውዒት እዩ ተገይሩ ዘሎ ማለት እቲ ኣውራ እቲ ህይወት ኣድሕን ናይቶም ሰራዊት ምእንተ ህዝቢ ኢሎም ዝኸፈልዎ ኣካሎም ንምሕካም ኢቭን ተመዛበሊና ናብ ዓዱ ክምለስ እግሪ መትከሊ ዘይብሉ መፅለሊ ዘይብሉ ከይኣቲ ንዕኡ እውን ታሕሳቢ ዝገበረ ዳግመ ሕወት ትግራይ እውን ክንዲ ዝከኣል ናይ ዳግመ ሕውየት ስራሕቲ እውን ናይ ባዕሉ ኮሚቴ ተጣይሹ ናይ ዋዕሊ ትልምን ፍጻመን ኣሰራርሓ ደንብን ተዘርጊሕዎ፣ ስርዓት ተሓታትነት እውን ዘረጋግጽ እናተረዳዳእና ኢና ንሰርሖ ዘለና። ስለዚ ኣብዙይ መላእ ሕብረተሰብ ብጣዕሚ እቲ ዝበዝሕ ተጓይዩ ኣብ ሰዓቱ ዝኸፈለ እዩ ዘለና ማለት እዩ። ኣብ መወዳእታ ክስካብ ሕዚ ብመሰረት እቲ ዝወጸ ደንቢ ዝግብኦም ዘይፈጸሙ ወገናት ኣብታ ተሪፋ ዘላ ሓጻር ጊዜ ንክኸፍሉ ዝጸወዓ ኮይነን ነዚ ዘየተግብሩ ኣካላትን ትካላትን እንተሃልዮም ድማ ብመሰረት እቲ ደንቢ ግቡእ ስጉምቲ ከምዝውሰድ ኣተሓሳሲበን። እቲ ክፍሊት ዘይቐሪ ናይ ትግራዋይ ፃውዒት እዩ። ብፍላይ ናይ ፒኤልሲ ሓምሳ ፐርሰንት ኣካባቢ ዘይተፈፀመ ኣብኡ እዩ ዘሎ። ከም ትግራዋይ ግቡኦም ምዃኑ ኣሚኖም ክኸፍሉ ቅሩባት ኾይኖም ዘለዎም ፀገሞም ኣረዲኦም ብእዋኖም ግዴታኦም ክዋፅኡ ኣለዎም ዘይተርፍ እዩ ዝብል ፃውዒት እዩ ዘለኒ። ካብዙይ ብዝዘለለ ግን። ኣብ ዝኾነ ይኹን ናይ መንግስታዊ ትካል ከይዱ ግልጋሎት ምርካብ ኣይኽእልን፣ ንግዲ ፍቓዱ ከሐድስ ኣይኽእልን፣ ኦሮል ካብ ስራሕ ወፃኢ ክኸውን እዩ። ካብ ከምኡ ግን ግቡኡ ዝፍፅም ትግራዋይ እዩ፣ እናፈፀመ እውን መፂኡ። I hope ውስናት እዮም፣ ንሶም ከዓ መፂኦም ክፍፅሙ እዮም ዝብል እዩ ዘለኒ።
ክብራት ሰማዕትና ዜና መጽሔት እናቐጸለ እዩ ዝርከብ። ኩለ መዳያዊ ጸገማት ተመዛብልቲ ወገናት ዝፍታሕ ብስሩዕ መንገዲ ናብ መረበቶም እንትምለሱ ጥራሕ እዩ ክብሉ ዋና ኣመሓዳሪ ክፍለ ከተማ ዓዲ ሓቂ ኣይተ መንበሩ ንጉስ ሓቢሮም። ኣይተ መንበሩ ነዚ ዝበሉ ብትካል ገበሪ ሰናይ ኣሰንድ ፎር ኦል ኣብ ከተማ መቐለ ዝርከብ መዕቆቢ ተመዛበልቲ ሰብዓ ካሬ ንዝርከቡ ጉዳት ኣካል ተመዛበልቲ ተመዛበልቲ ወገናት ንምግብነት ዝውዕልን ንመንቀሳቐሲ ዝኸውን ውልቸርን ክልተ ሰነ ክልተ ሽሕን ዓሰርተ ሸሞንተን ዓመተ ምህረት ብሓገዝ ኣብ ዝተዋህበሉ ኣብቱ ቦታ ተረኺቦም ኣብ ዘሕለፍዎ መልእኽቲ እዩ ሜሪ ደመወዝ ኣዋዲዳታ'ላ።
ተመዛበልቲ ወገናት ኣብ ኣዝዩ ከቢድ ኩነታት ምህላዎም ኩሉ ዝርድኦን ዝፈልጦን እኳ እንተኾነ ኣብቲ ማእኸል ዝርከቡ ኣካል ጉድኣት ተመዛበልቲ ወገናት ብኹለ መዳይ ተጠቃዕቲ ዝኾኑሉ ኩነታት ምህላው ዝገለፁ ዋና ኣመሓዳሪ ክፍለ ከተማ ዓዲ ሓቂ ኣይተ መንበሩ ንጉስ ኣብ ልዕሊ ዘለዎም ፀገም ዝምገብዎ ስኢኖም ንሽዱሽተ ዓመታት ኣብ ኬንዳ ምንባሮም ንዝነብርዎ ዘለዎ ናብራ ንክጋደድ ይገብሮ ኣሎ ምስ በሉ እቲ ብትካል ገባሪ ሰናይ ኣሰንድ ፎር ኦል ዝተገብረ ሓገዝ ክጠናኸርን ካልኦት ኣካላት እውን ክስዕብዎን ለበዋ ኣቕሪቦም። ካብ ዘላትና ዓቕሚ ኣብ ካልኦት ከተማታት ዝገበርናዮ ድጋፍ ብዓቕምና ክንሕግዝ ኢና ኢሉ ኣሰንድ ፎር ኦል ድርጅት ክመፅእ ተሎ ከም ምምሕዳር እውን ንሕና ከምዚኦም ዝበሉ ድጋፍ ዝህቡ ድርጅት ካልእት እውን ናይ ኣሰንዲንግ ፎር ኦል ድርጅት መርኣያ ኮይኖም ክመፁ ክድግፉ እቲ ርግፅ እዩ እቲ ዋና መፍትሒኡ ናብ መረበትኩም ምምላስ እዩ እምበር እብዙይ ውሱናት ዘይረብሑ ፅባሕ ሎሚ ናተብሃለ ዝወሃብ ህይወት ዘምርሕ ኣይኮነን ልኹሉ ናይ ምዕራብ ትግራይ ተማዛባላይ ይኹን ካብ ካሊእ ከባቢ ዝመፀ ስለዚ እቲ ቀንዲ መፍትሒ ከም መንግስቲ እቲ ሕመቕ ናይቲ ማእኸል ዓዲ ዝኹሉ ሰለስተ ዓመት እውን ጻውዒት ሰላም ልጎኒ ገዲፉ ስለ ዘሎ ናይ ምምላስ ጊዘ ነዊሕ ኣይኸውንን። እቲ ቀንዲ መፍትሒ እዚ እዩ። ላብ መረበትና ምምላስን ዓድና ምምላስን እዩ። ህዝቢ ምዕራብ ትግራይ ምስ መሬቶምን ሃፍቶምን ዝተመዛበሉ ወገናት እዮም ዝበለ ስራሕ መካየዲ ትካል ገባሪ ሰናይ ኣሰንድ ፎር ኦል መንእሰይ ፊልሞን ኣረጋይ ንሕና ዝገበርናዮ ሓገዝ ውሱን እኳ እንተኾነ ዝምልከቶም መንግስታዊ ኣካላትን ካልኦትን ብርክት ዝበሉ ዕማማት ክፍፅሙ ይኽእሉ እዮም ካብ ዝብል እምነት እዩ ብምባል እቲ ሓገዝ ድማ ተጠናኺሩ ከምዝቕፅል ገሊፁ። ሕዚ እዞም ኣካል ጉዳኣት ክሕገዙ ይግብኦም ብዙሕ ሽግር ይሪኡ ኣለዉ ዝብል መረዳእታ እውን ኣሎ። ብዋናነት እውን ብብዙሕ ሚድያታት እውን ንሪኦ ሓቂ እዩ። ካብቲ ምሕዛንን ካብቲ ካልእን ሓሊፉ ዝተፈላለየ ድጋፋት ክግበረሎም ይግባእ ኢልና ኢና ንኣምን እና ፈጣሪ ኢልዎ ናብ መረበትኩም ክሳዕ ትምለሱ ከዓ እዚ ሓገዝ እዚ ከምንቕፅል ብጣዕሚ ብምሉእ ምትእምማን እዩ እና ብቀፃሊ ከዓ ካብዚ ብላዕሊ ንስኻትኩም እውን ዓድኹም ተመሊስኩም ምስ መሬትኩምን ምስ ሃፍትኹምን ያው ኢኹም ክትፈናቐሉ ኢልኩምና። እዚ ብጣዕሚ ዘሕዝን ኩነት እኳ ተኾነ ንሕና ግን ከም ኣሰንድ ፎር ኦል እንታይ ክንገብር ንኽእል እንታይ ክንሕግዝ ንኽእል እዩ እቲ ዋናነት። ቁሩብ ፀፀር እኳ ተደርቢናሲ ከም መንግስቲ እውን ከም ካልኦት ኣካላት እውን ብዙሕ ነገር ክኸድሉ ይኽእሉ እዮም ዝብል እምነት እዩ ዘለና። ብዝኾነ ግን ናቱ መቐፀልታ ዝተፈላለዩ ናይ ፉድ ኣይተምስ ኢና ክንሕግዝ ክኢልና። እቲ ሓገዝ ንኣስታት ኣርብዓ ተመዛበልቲ ጉድኣት ኣካል ንሕድሕዶም ሽዱሽተ ሽሕ ቅርሺ ዝግመት ንምግብነት ዝውዕሉ ሓገዝ ዝተገብረ'ዩ ዝበለ መተሓባበሪ ትካል ገባሪ ሰናይ ኣሰንድ ፎር ኦል መንእሰይ ኣታኽልቲ ኣባዲ ብተወሳኺ ድማ ንሓሙሽተ ጉድኣት ኣካል ዊልቸር ከምዝተውሃቡን ብሓፈሻ እቲ ሓገዝ ልዕሊ ክልተ ሚእቲ ሽሕ ወፃኢ ከምዝተገብረሉ ኣብሪሁ። ሽዱሽተ ሽሕ ከባቢ ንሓደ ሰብ ብፓኬጁ ደረጃ ዝግመት ፓኬጅ'ዩ ተዘጋጅዩ ናብ ፉድ ኣይተም ዘይቲ፣ ሽኮር፣ ፓስታ፣ ሞኮሮኒ፣ ሩዝ፣ ጨው ሓዊሱ ን ሽዱሽተ ሰሕ ከባቢ ፓኬጅ ንሓደ ሰብ ማለት እዩ። ግምቱ ናብ ልዕሊ ክልተ ሚእቲ ሽሕ ልግመት ብፓኬጅ ደረጃ እዩ ተዘጋጅዩ ለሎ። እዚ ን ኣይዲፒ ክንመፅእ ተለና ምስቲ ለሎ ፀገም ብጣዕሚ ውሑድ እዩ። ግን ብቐፃልነት ከም ኣሰል ፎር ኦል ሰፋሕቲ ስራሕቲ ከም ንሰርሕ ቃል ብምእታው እዩ። ምኽንያቱም ኣብ። ኻልኦት ከተማታት ከምትልተብሃለ ንልዕሊ ክልተ ሚእቲ ኣርባዕየ ከባቢ ህፃናት ና ስክሪኒንግ እና ሕክምና ግልጋሎት ን ዓይኒ ሂብና ኢና። ስለዚ ብቐፃልነት እዞም ሓገዛት እዚኦም ኣብተን ዝተብሃለ ከተማታት ብፍሉይ ለለ ኣብ ሰብዓ ካሬ ኣጅፕ ሓዊሱ ሰፋሕቲ ናድጋት ግልጋሎት ከምንህብ ክገልፅ ይደሊ። ውሑድ እዩ ግን ያው ተስፋ ክኾነኩም ብምባል እዩ።

ልክ ማለሀለን ለዓተለ ዝተገይርለኛ ሓገዝ ለዓተለስ ልክ ግበረለን ብትሕትና ይሓትት ኣለ። ብዙሕ ጸገም ብዙሕ ሽግር ኔና ኳይን ኣካለ ጎደነ ጥዒውን ዝኸበደ ግዜ ኣለና ግን ታሞ ተመስገን ሃምዙ ኢሉ ሎማዓንቲ ሓገዝና እያ ሓገዝ ብስረውን ንዘለኣለም ክቕልበና ሞስ ኢሉ ዝስምዐና እምበር ዝተወሰነ ግዜ እውን ኣይመስለናይ ኣምላክ ከምኡ ኢሉ ንወሃዋይ ይሃቦ እግዚኣብሔር ያቕንየልና። ትካል ገባሪ ሰናይ ኣሰንድ ፎር ኦል ስሩዕ ስርሑ ካብ ዝጅምር ሰለስተ ኣዋርሕ ዘቑፀረ እንትኸውን ትግራይን ተጋሩን ዘለናሉ ህልው ኩነታት ብምግንዛብ ኣብ ዝተፈላለዩ ከተማታት ትግራይ ንዝርከቡ ወገናት ብርክት ዝበሉ ሓገዛት እናገበረ ዝርከብ ትካል ገባሪ ሰናይ ምዃኑ ንምፍላጥ ተኻኢሉ።
ብሰንኪ ስእነት ነዳድን ክልከላ በጀትን ኣብ ልዕሊ ሕብረተሰብና ከቢድ ዝበሃል ኢኮኖሚያዊ ቅልውላው ከም ዘስዐበ ርእይቶኦም ዝሃቡና ነበርቲ ክፍለ ከተማ ዓይደር ገሊፆም። ብተወሳኺ ድማ ሕብረተሰብ ኣብ ዝገብሮ ዕለታዊ ምንቅስቓስ ብኤሌክትሪክ ዝሰርሓ ተሽከርከርቲ ባጃጅ ነቲ ፀገም ከም መፍትሒ ብምጥቃም ሕብረተሰብ ብዝግባእ ግልጋሎት ይህባ ከም ዘለዋ ገሊፆም። ተስፋይ ፅጋቡ።
ብስንኪ ስእነት ነዳድን ክልከላን በጀትን ሕብረተሰብና በዚ ኸፈ ኢኮኖሚያዊ ቅልውላው ወዲቑ ይርከብ ዝበሉ ርኢቶም ዝሃቡና ነበርቲ ክፍለ ከተማ ዓይደር፣ ዘመናዎት ብኤሌክትሪክ ዝሰርሓ ተሽከርከርቲ በጃጃት ብምትእትታው ሕብረተሰብ ኣብ ምግልጋል ዝለዓለ ግደ ይፃወታ ከምዘለዋ ዝሓበሩ ኮይኖም፣ ሕብረተሰብና በዝገብሮም ዕለታዊ ምንቅስቃስ እውነኣን ብምጥቓም ነቲ ፀገም ከም መፍትሒ ይጥቀሞ ከም ዘሎን ስሉጥን ፅፉፍን ግልጋሎት ይህባ ከም ዘለዋ ድማ ሓቢሮም። ፍርሃው ሓጎስ ይበሃል። ነባሪ ናተይ ክፍለ ከተማ ዓይደር። ሽመይ ሓጎስ ይበሃል። ምስቲ ናይ ላፍጣ ገለገለ ናይ ቤንዚን ምናምን ዘየለ ብምዃኑ ብጣዕሚ እየን ዓብይ ኣስተዋፅኦ ገይረን እየ ዝብል ኣነ ኤሌክትሪክ ያው ሽዱሽተ ሰብ እየን ዝሕዛ ፈጣን ግልጋሎት እዩ ዘሎ በቃ ብጣዕሚ እየን ናይቲ ሕብረተሰብና ቀልጢፈን ናይ ምብፃሕ ዘለዎ እዩ ግን እንታይ እዩ ምስቲ ማዕዶ ምኳነን እየን ንእሽተይ ከዓ ኣብቲ ሕፅረት ዘሎ ዋሕደ ኣሎ እምበር በቃ ፈጣናት እየን። ሽሙ ኣብቲ መዓልታዊ ምንቅስቃስ ናይ ታክሲ ብጣዕሚ ኣፀጋሚ ኢሉ ኣሎ ቢያንስ እተን ብሕሻ እኳ ናይ ኤሌክትሪክ ኣብዚ ከተማ ብምእታወን ሕብረተሰብ ብዝኣግባቡ ብተጠቃምነት ብወረፋ ድዩ ብንት እንዳገበረ ተጠቃምነቱ ንእሽተይ ይሕሸፍተን ናይ ኤሌክትሪክ ንእሽተይ ጸገሙ ናይ ምፍታሕ ቤት ክትንድየን እያ ክል ልብል የኾነ ግን እቲ ጸገሙ ግን ንእሽተይ ንእሽተይ ግን እተን ናይ ኤለትርክ ብምትእትታየን ንእሽተይ ምፍትሕ ህዝቢ ኮይነን እየዋ ጽቡቕ እየን እየዋ። ብተወሳኺ ድማ ከም ርእይቶቶም ነበርቲ ኣብዚ ሕዚ እዋን ኣብ ትግራይ ኣጋጢሙ ዘሎ ሕጽረት ነዳድን ክልከላ በጀትን ንምንጋፍ ጸገም ትራንስፖርት ንምቕራፍን ከም መንግስቲ እተን ዘመናዎት ብኤለትሪክ ዝሰርሓ ተሽከርከርቲ ብበዝሒ ብምትእትታው ሕብረተሰብና ዝግልገለሉ ኩነታት ኣብ ምፍጣር ትኹረት ሂቡ ክሰርሐሉ ይግባእ ክብሉ ገሊፆም። ትኽክል ከም መንግስቲ ከም ናይ ምኒባስ ናይ ዓበይቲ ዘለዋ ኤሌክትሪክ ናውዚ ተተኣታባሃሊ እየ ዓበይቲ ብዙሓት ዝሕዛ ዘለዋስ ብመንግስቲ ደረጃ ሲ በዚሐን ተተኣታባሃሊ እየ። ኣም ትግራይ ብጣዕሚ ከብድ እዩ እንዮ በዘሐ ሰዓት ነዳዲ የለይ ኹሉ ኢኮኖሚ ደሞ ኸዊሩ መንግስት ሰራሕተኛ ደሞዝ ኣይተኸፈለይ ስለዚ ታይ ኽርንሂዎ መፍትሒ ሐደ መንግስት ሰራሕተኛ ደሞዝ ክኸፍል ኔዎ ዋላ ነዳዲ እኳ እተዘይ ኣትዩ እቲ ክግበር ልግብኦ ግን እዘን ናይ ኤሌትሪክ መኪና ለለዋ ብላብ ብዘይታ ብዘይካ ታክስስ ካብ መኪና ላብ ኻሊእ ወረዳ ላብ ኻሊእ ወረዳ ልንቀሳቀሳ እውን ክባዛሓ ኔዎን ሰብ ሓው ይጸግብ እካ ተጻዊርና ካብቶ ናልሓለፈ ዕጽዋይ ክባስ ልገደደ እዩ ኔዎ። ርእይቶም ዝሃቡና ኣሽከርከርቲ ብኤሌትሪክ ዝሰርሓ ባጃጃት ከም ዝበልዎ ድማ ካብቲ ሐዚ ገጢምና ዘሎ ጸገም ንምውጻእን ሕብረተሰብና ስሉጥ ግልጋሎት ትራንስፖኦርት ንምሃብን ኣበርቲዖም ይሰርሑ ከምዘለዉ ዝሓበሩ ኮይኖም፣ ንቐፃሊ እውን ፀገም ሕብረተሰቦም ኣብ ግምት ብምእታው ሕብረተሰቦም ንምግልጋል ድልዋት ከምዝኾኑ ኣመላኺቶም። ኣብዚ ሐዚ ሰዓት ብጣዕሚ ፅቡቅ እየን ዝሰርሓ ምክንያቱም ንቲ ህዝቢ ፅቡቅ የገልግላ እንዲያውም ልተወሰነ ዋሕዲ እኒኦወን እምበይ ኣገልግሎት ፅቡቅ ኣገልግሎት እዩ ንቲ ህዝቢ እውን ብጣዕሚ ላመስግን ምክንያቱም ዋጋ እውን ፌር እዩ ምስራ ኣርሽን ኣንፀን እታ ልረሓቀት ሰላሳ ኣርሺ እያ ስለዚ ህዝቢ እውን ብጣዕሚ ለመስግነና ንሕና እውን ኣብ ፅቡቅ ኣገልግሎት ኢና ንህብ ስለዚ ንህዝብስ ብጣዕሚ ፅቡቅ ኣገልግሎት ሂባ ኣለዋ ማለት እዩ። ያው ግልጋሎት መቸም ብልተካለና መጠን ፅቡቅ ስራሕ ኢና ንስርሕ። ኣለናይ ናይ ናይ ንሓስ ሰዓት ንኣ መቸም ቻርጅ ለግድ ልድርኸና እምበይ እቲ ስራሕስ ብኣጓቡ ንሰርሕ ኣለናይ ናይ ናይ ንሓስ። ኣብ መወዳእታ ድማ ከም ርይቶቶም ኣሽከርከርቲ ካብቲ ገጢምና ዘሎ ኩሉ ዓይነት ፀገም ወፂእና ኣብ ዓድና ሰሪሕና መናውሮና ንምምሕያሽ ኣብ ንገብሮ ፃዕሪ ኣብ ስራሕቲ በሌትሪክ ዝሰርሓ ባጃጃት ብምውፋርና ሕጉሳት ኢና ዝበሉ ኮይኖም ንቐፃሊ እውን ካልኦት መናእሰይ ካብ ዘይሕጋዊ ስደት ዓርሶም ተቖጢቦም ኣብ ዓዶም ሰሪሖም ዝልወጥሉ ኩነታት ንምፍጣር ሓገዝ መንግስቲ ኣድላይ ከምዝኾነ ኣመላኺቶም። ህዝቢ ባዕሉ እቲ መንእሰይ ባዕሉ ግን ብፃዕሩ እዩ ኣብዚ ደረጃ እዚ ምክንያቱ ናይቲ ህዝቢ ፀገም እዩ ኢሉ ናይቲ ንባዕልካ እውን ምክንያቱ ንዓካ እውን ስራሕ ፈጠራ እዩ ፅቡቅ ምክንያቱ መዓልታዊ ኣታዊ ፅቡቅ ኣታዊ የእትወላ ኣነ ስለዚ እቲ ህዝቢ ነገልግል ንዓይ እውን ፅቡቅ ኣታዊ የእትው ካብ መንግስቲ ግን ጽቡቅ ታሽሙ የብልን ካብ ሀዚ ግን ጽቡቅ ደገፍ ንክህበና ንለዎም። ማት ናልቃሕ ዕድላት ኸንዮ ዶ ኣፖርችንቲ ማለትስ ልተመቻቸየ ኾነ ይምበይ ዓዲ ኸምስራሕ ልመስልዎ የለ እዙ ፍሉጥ ነገር ያው ይልክዕ ታርጋ መቸም ኣብ መቐለ የለይ ተኽልኺልና ኢና ንሳ ተትህሊ ኣብ መቐለ ተትህሊ ጽቡቕ መፍትሕታት ክመጽእ ነይሩ እዩ ምኽንያቱ ዋላ ገዝኡ ኢለ ኣብ ገዛ ሰሙን ኽልተ ሰሙን ልኣክል ካብ ኣብላዕልታት ከፍልላ ተከርከርቲ እኒኤዋ እየን ኣብኡ ንእሽቶ ንሓደ መፍትሒ ተትግበሮ ጽቡቕ ክመጽእ ነይሩ እዩ።
ክብራት ሰማዕትና ሕዚ ድማ ናብ ዜናታት ወፃ ሰጊርና ኩናት ዩክሬን ብሰላም ንክውዳእ ሓሙሽተ ቅድመ ኩነት ክረጋገፅ ከም ዘለዎ እንግሊዝ ጀርመን ፈረንሳይን ዩክሬንን ኣፍሊጠን መራሒ ቻይና ሺጂፒንግ መሰ ጎረበት ሃገር ሰሜን ኮርያ ዘለዎ ክልተኣዊ ርክብ ክሕይሎ ምዃኑ ገሊጹ ናይ ዝብልን ካልኦትን ዜናታት ወፃኢ ድማ ገብረሃር ዳንኤል ከም ዝስዕብ ከቕርቦ እዩ
ሰላም ጥዕና ሃበለይ ክብራት ሰማዕቲ ዜናታት ወፃኢ ሒዘልኩም ቀሪበ ኣለኹ ንክትከታተሉኒ ብክብሪ ዕድም ኩናት ዩክሬን ብሰላም ንክውዳእ ሓሙሽተ ቅድመ ኩነት ከረጋገጽ ከም ዘሎ እንግሊዝ፣ ጀርመን፣ ፈረንሳይን ዩክሬንን ኣፍሊጠን። ተሳታፍነት ኣሜሪካ ኣገዳሲ ምዃኑ ዝገለጹ መራሕቲ እተን ሃገራት ነባር ሰላም ክረጋገጽ እንተኾይኑ ውግእ ደው ክብልን ዩክሬን ጸጥታዊ ውሕስነት ክውሃባ ገለ ካብቶም ኣቐዲሙ ክፍጸም ዘለዎ ምዃኑ ኣነጺሮም። ቀዳማይ ሚኒስተር እንግሊዝ ያኪር ስታርመር፣ ፕረዚደንት ዩክረይን ቮሎድመር ዘለንስኪ፣ መራሒ ጀርመን ቻንስለር ፍሬደሪክ መርዝን ፕረዚደንት ፈረንሳ ኢማኑኤል ማክሮን ኣብ ለንደን ድሕሪ ዘካየድዎ ርክብ'ዮም ነቲ ሓበራዊ መግለጺ ኣውጺኦም ዘለዉ ክብል ሮይተርስ ጸብጺቡ። ኣብ ፍሊፒስ ብዘጋጠመ ምንቅጥቃጥ መሬት ብውሑዱ ሰላሳን ክልተን ሰባት መይቶም። እቲ ብሰንበት ምሸት ኣብ ደቡባዊ ደሴት ሚንዳንዋ ዝተኸስተ ምንቅጥቃጥ ሸውዓተ ነጥቢ ሸሞንተ ሬክተር ስኬል ዓቐን ዘለዎ ምዃኑ ሰብ መዚ ገሊጾም። ካልኦት ልዕሊ ሚእቲ ከም ዝቖሰሉን ብዓሰርተታት ዝቑጸሩ ሃለዋቶም ከም ዘይተፈልጠ'ውን እቶም ሰበ ስልጣን ወሲኾም ሓቢሮም ኣለዉ ክብል ቢቢሲ ጸብጺቡ። መራሒ ቻይና ምስ ጎረቤት ሃገር ሰሜን ኮርያ ዘለዎ ክልተኣዊ ርክብ ክሕይሎ ምዃኑ ገሊጹ። ኣብ ፒዮንግያን ወግዓዊ ምብጻሕ ዘካይድ ዘሎ ፕረዚደንት ሺ ጂንፒንግ፣ ምስ ኪንግ ጆንግ ኡን ብምርኻብ ዝምድና ክልቲኣን ሃገራት ናብ ዝለዓለ ደረጃ ንምብጻሕ ቅሩብ ምዃኑ ኣፍሊጡ ኣሎ። ደሴያዊት ሰሜን ኮርያ ምስ ሩስያ ክትሃንጾ ዝጸንሐት ጥቡቕ ርክብ ንቤጂንግ ባህ ከም ዘይብላ ይንገር ኣሎ ክብል ቢቢሲ ጸብጺቡ። መበል ክልተ ሚእትን ሓምሳን ዝኽሪ ነጻነት ኣሜሪካ ንምኽባር ዝተወደበ ዓብዪ ጽምብል ከም ዝተሰረዘ ፕረዚደንት ዶናልድ ትራምፕ ኣፍሊጡ። እቲ ስጉምቲ ኣብ ጽምብል ምርኢት ክቐርቡ ዝተረቑሑ ብዙሓት ሙዚቀኛታትን ደረፍትን ከም ዘይሳተፉ ድሕሪ ምፍላጦም እዩ ነቲ ስጉምቲ ተወሲዱ ኣሎ ክብል ቢቢሲ ጸብጺቡ። ማላዊ ዜጋታታ ካብ ደቡብ ኣፍሪካ ክተውፅእ ጀሚራ። እቶም ብኣውቶብሳት ዝተበገሱ ሚእትን ሓምሳን ማላውያን ብሰንኪ ኣብ ደቡብ ኣፍሪካ ኣንፃር ኣፍሪካውያን ስደተኛታት ዝግበር ዘሎ መጥቃዕትታትን ጎስጓሳትን እዩ ካብታ ሃገር ክወፁ ተገዲዶም ዘለዉ። ኣብዚ ቀረባ እዋን ጋና ሰለስተ ሚእቲ ዜጋታት ክተውፅእ እንከላ ናይጀርያ እውን ሓሙሽተ ሚእቲ ክተውፅእ ትዳሎ ምህላዋ ይፍለጥ ክብል ቢቢሲ ፀብፂቡ። ንለበዳ ሕማም ኢቦላ ንምቁጽጻር ዝግበር ዘሎ ጻዕርታት ንምክትታል ኣብ ኣፍሪካ ዝርከብ ሓላፊ ውድብ ጥዕና ዓለም ሎሚ ናብ ኡጋንዳ ኣምሪሑ ኣሎ። ኣብታ ሃገር ኣብታ ማእኸል ናይቲ ለበዳ ዝኾነት ዲሞክራሲያዊት ሪፐብሊክ ኮንጎ ዝቐነየ ዶክተር ቴድሮስ ኣድሓኖም ኡጋንዳ እተካይዶ ዘላ ጻዕርታት ከም ዝነኣደን ክሳብ ቀዳም ኣብ ዝነበረ እዋን ድማ ኣብ ምብራቓዊ ኮንጎ ሰማንያን ሸሞንተን ሰባት ሓሙሽተ ሚእትን ኣርባዓን ኣርባዕተን ተለኺፎም ዓሰርተ ሽዱሽተ ድማ ሓውዮም ኣለው። ኣብ ኡጋንዳ ድማ ክልተ ክሞቱ እንከለው ቁጽሪ ዝተለኸፉ ዓሰርተ ትሽዓተ በጺሖም ኣለው ክብል ቢቢሲ ጸብጺቡ። ባርከስ ክብራት ሰማዕትና ዜናታት ወፃኢ ነዞም ክትከታተልዎም ዝፀናሕኹም መስሉ ነይሮም ሰላም
ናብ ዜናታት ቢዝነስ ክንሰግር ከለና ድማ ክብራት ሰማዕትና ታንዛንያ ኣብ ምዕራባውያን ሃገራት ዘለዋ ኢኮኖሚያዊ ፅግዕተኝነት ንምቕናስ ኣብ ዝቕፅሉ ሰለስተ ዓመታት ልዕሊ ክልተ ቢሊየን ዶላር ኣብ ስራሕቲ ኢንቨስትመንትን ንግድን ምስ ሃገረ ሩሲያ ንምስራሕ ከምዝዓለመት ኣፍሊጣ።
ፕሬዚዳንት ሳሚያ ሲሊሁ ሃሰን ኣብ ውሽጢ ሓሙሽተ ዓመታት ንፈለማ እዋን ናብታ ዓዲ ምብፃሕ ከምዝገብሩን ኣብታ ሃገር ኢኮኖሚያዊ ዋዕላ ከምዝሳተፉን ድማ ንምፍላጥ ተኻኢሉ ኣሎ። ናይዚኦምን ካልኦትን ዜናታት ቢዝነስ ድማ መሳርሕትና ኪሮስ ሓድሽ ከምዝስዕብ ኣዋዲዳቶ ኣላ።
የመስግን። ታንዛንያ ኣብ ምዕራባውያን ሃገራት ዘለዋ ኢኮኖሚያዊ ጽግዕተኝነት ንምቕናስ ኣብ ዝቕጽሉ ሰለስተ ዓመታት ልዕሊ ክልተ ቢልዮን ዶላር ኣብ ኢንቨስትመንትን ስራሕቲ ንግድን ምስ ሃገረ ሩስያ ንምስራሕ ከም ዝዓለመት ገሊጻ ኣላ። ፕሬዚደንት ታንዛንያ ሳሚያ ሱሉ ሃሰን ኣብ ውሽጢ ሓምሳን ሸውዓተን ዓመታት ንፈለማ እዋን ናብ ሃገረ ሩስያ ምብጻሕ ከም ዝገበሩን ኣብታ ናይታ ሃገር ኢኮኖሚያዊ ዋዕላ ከም ዝሳተፉ ድማ ንምፍላጥ ተኻኢሉ። ሃገራዊ መረጻ ታንዛንያ ዕስራን ዕስራን ሓሙሽተን ስዒቡ፣ ምዕራባውያን ሃገራት ኣብታ ሃገር ዘሕድርኦ ዘለዋ ጽዕንቶ ንምምሕያሽ ዝዓለመ ከም ዝኾነ ድማ ኢንሳይደር ቢዝነስ ኣፍሪካ ሒዝዎ ዝወጸ ሓበሬታ የመላኽት። ሃገረ ታንዛንያ ምስ ሩስያ ዝሐሸ ርክብ እንተሃለዋ'ኳ፣ ሰበስልጣን ታንዛንያ ምስ ምዕራባውያን ሃገራት ዘለዎም ርክብ ከምዘበርኹን ብኦቢሎም ናብታ ሃገር ዝተፈላለዩ ኢንቨስትመንታት ንምትእትታው ከምዝሰርሑን ድማ እቲ ሓበሬታ ወሲኹ ይገልጽ። ሕዚ ድማ ክብራት ሰማዕትና ባንኪ ንግዲ ኢትዮጵያ ናይ ዝተፈላለያ ዓድታት ዝዓደገሉን ዝሸጠሉን እንትንርኢ ዶላር ኣሜርካ ብ ሓደ ሚእትን ሓምሳን ኣርባዕተን ብርን ኣርባዕተ ባዶ ሳንቲምን እናተዓደገ ብ ሓደ ሚእትን ሓምሳን ሸውዓተን ብርን ኣርባዕተ ትሽዓንተ ሳንቲምን እናተሸጠ ውዒሉ ኣሎ። ፓውንድ ብ ክልተ ሚእትን ሰለስተን ብርን ሓደ ሸሞንተ ሳንቲምን እናተዓደገ ብ ክልተ ሚእትን ዓሰርተ ሓደን ብርን ሓደ ሸሞንተ ሳንቲምን እናተሸጠ ውዒሉ ኣሎ። ዩሮ ብ ሓደ ሚተነ ሰብዓነ ትሽዓንተን ብርን ሸሞንተ ሸሞንተ ሳንቲምን እናተዓደገ ብ ሓደ ሚተነ ሳማንያን ሰለስተን ብርን ኣርባዕተ ሸሞንተ ሳንቲምን እናተሸጠ ውዒሉ'ሎ። ስዊዝ ፍራንክ ብ ሓደ ሚተነ ቴስዓን ሰለስተን ብርን ባዶ ሰለስተ ሳንቲምን እናተዓደገ ብ ክልተ ሚእቲ ብርን ሽዱሽተ ሰለስተ ሳንቲምን እናተሸጠ ውዒሉ ኣሎ። ኩዌት ዲናር ብ ኣርባዕተ ሚእትን ተስዓን ሰለስተን ብርን ሸውዓተ ሸሞንተ ሳንቲምን እናተዓደገ ብ ሓሙሽተ ሚእትን ዓሰርተ ሰለስተን ብርን ሓደ ትሽዓንተ ሳንቲምን እናተሸጠ ውዒሉ ኣሎ። ቻይንስ የን ብ ዕስራን ኸልተን ብርን ሰለስተ ትሽዓንተ ሳንቲምን እናተዓደገ ብ ዕስራን ሰለስተን ብርን ኽልተ ሸውዓተ ሳንቲምን እናተሸጠ ውዒሉ ኣሎ። ዲርሃም ብ ኣርብዓን ኸልተን ብርን ባዶ ኣርባዕተ ሳንቲምን እናተዓደገ ብ ኣርብዓን ኸልተን ብርን ሸሞንተ ሸሞንተ ሳንቲምን እናተሸጠ ዊዒሉ'ሎ። ሳውዲ ሪያል ብ ኣርብዓን ሓደን ብርን ሓደ ክልተ ሳንቲምን እናተዓደገ ብ ኣርብዓን ሓደን ብርን ትሽዓንተ ኣርባዕተ ሳንቲምን እናተሸጠ ዊዒሉ'ሎ። ክብራት ሰማዕትና ሕዚ ድማ ዋጋ ወርቂ ዝዕለት ክነርኢ እንተለና ዕስራን ኣርባዕተን ካራት ወርቂ ብ ዕስራን ክልተን ሽሕን ሓደ ሚትን ዕስራን ሽዱሽተን ብርን ሰለስተ ሓሙሽተ ሳንቲምን እናተሸጠ ዊዒሉ ኣሎ ዕስራን ክልተን ካራት ወርቂ ብ ዕስራ ሽሕን ሰለስተ ሚትን ዓሰርተ ሓደን ብርን ትሽዓንተ ትሽዓንተ ሳንቲምን እናተሸጠ ዊዒሉ ኣሎ ዕስራን ሓደን ካራት ወርቂ ብ ዓሰርተ ትሽዓንተ ሽሕን ሰለስተ ሚእትን ስሳን ብርን ሓሙሽተ ሽዱሽተ ሳንቲምን እናተሸጠ ውዒሉ ኣሎ። ዓሰርተ ሸሞንተ ካራት ወርቂ ብ ዓሰርተ ሽዱሽተ ሽሕን ሓሙሽተ ሚእትን ተስዓን ኣርባዕተን ብርን ሸውዓተ ሸውዓተ ሳንቲምን እናተሸጠ ውዒሉ ኣሎ። ዓሰርተ ኣርባዕተ ካራት ወርቂ ብ ዓሰርተ ክልተ ሽሕን ትሽዓንተ ሚእትን ኣርብዓን ሰለስተን ብርን ትሽዓንተ ክልተ ሳንቲምን እናተሸጠ ውዒሉ ኣሎ። የመስግን።
ጸብጻባት ስፖርት ውሽጢ ዓድን ወጻእን ብመሳርሕትና ፒልሞን ኪዱ ከም ዝስዕብ ክቐርብ እዩ።
የቕኔለይ ዕለታዊ ስፖርትሳዊ ሓበሬታ ውሽጢ ዓድን ወጻእን ሒዘልኩም ቀሪበ ኣለኹ። ንኽትከታተሉ ብኽብሪ ንዓዲ እንኳዕ ሓቢረኩም ዝጸንሕ ፊልሞን ኪዱ'የ ብናይ ውሽጢ ዓዲ ሓበሬታ ክጅምር። ጋንታ መቐለ ሰብዓ እንደርታ ሻምፕዮን ትግራይ ጽዋዕ መሰቦ ቀዳማይ ዲቪዥን ክልተ ሽሕን ዓሰርተ ሸሞንተን ኮይና። ዕስራን ኣርባዕተን ጋንታታት ኣብ ሰለስተ ምድብ ተመዲበን እንዳካየድኦ ዝነበረ ብፋብሪካ ስሚንቶ መሰቦ ዝመወሎ ውድድር ኩዕሶ እግሪ ፅዋዕ መሰቦ ቀዳማይ ድቪዥን ጋንታታት ትግራይ ካብ ሰለስቲኡ ምድብ ብሉፃት ሸሞንተ ናብ መጠቓለሊ ግጥማት ሓሊፈን ካብ ዝሓለፈ ሰንበት ተጀሚረን ኣብ ከተማ ሽረ እንዳሰላሰ ፀወተን እንዳካየዳ ድሕሪ ምፅናሕ ሻምፒዮን ትግራይ ፅዋዕ መሰቦ ክልተ ሽሕን ዓሰርተ ሸሞንተን ንምፍላይ ፀወታ ፍፃመ ተኻይዱ ጋንታ መቐለ ሰብዓ እንደርታ ንፖሊስ ዋልታ ትግራይ ሓደ ንባዶ ብምስዓር ሻምፒዮንት ውድድር ኮይና ዛዚማ። ብርክት ዝበሉ መፍቀርቲ ስፖርትን ደገፍቲ ክልቲኤን ጋንታታት ኣብ ዝተረኸብሉ ፀወታ ጋንታ መቐለ ሰብዓ እንደርታ ቅድሚ ዕረፍቲ ብዘቑፀርዋ ሹቶ እያ ተዓዊታ። ንተዓወትቲ ጋንታ ድማ ሽልማት ፅዋዕ ሜዳልያን ገንዘብን ተበርኪቱ። ብደረጃ ኣብ ዝተኻየደ ፀወታ ሸራሮ ንጋንታ ሑፃ ቆላ ገረዓልታ ክልተ ን ባዶ ብምስዓር ሳልሰይቲ ኮይና ዛዚማ። ንካልኣይትን ሳልሰይትን ዝወፅኣ ጋንታታት እውን ሽልማት ሜዳልያን ገንዘብን ተበርኪቱ እዩ። ኮኾብ ተፃዋታይ ኣቤል ፍየሪ ካብ መቐለ ሰብዓ እንደርታ፣ ኮኾብ ሓላዊ ልዳት፣ ብስራት ገብረስላሴ ካብ መቐለ ሰብዓ እንደርታ፣ ኮኾብ መቖጸራይ ሽቶ ፊልሞን ገብረመድህን፣ ዓሰርተ ሓሙሽተ ሽቶ፣ ካብ ክፍለ ከተማ ኩሓ፣ ኮኾብ ኣሰልጣኒ ገብረ ኣማረ ካብ መቐለ ሰብዓ እንደርታ፣ ኮኾብ ዳይና ሲራክ ጸሃየ፣ ብደቂ ኣንስትዮ ድማ፣ ኮኾብ ተጻዋቲት ሮዳስ ገብረዝጋብሄር ካብ ምድረ ገነት ሽረ፣ ኮኾብ መቑጸሪት ሽቶ ቅሳነት ገብረስላሰ ካብ ወልዋሎ ሸሞንተ ሽቶታት፣ ኮኾብ ሓላዊት ልዳት፣ ኤልዳና ደጀን ካብ ምድረ ገነት ሽረ፣ ኮኾበ ኣሰልጣኒ ሙሉብርሃን መብራህቱ ካብ ምድረገነት ሽረ፣ ኮኾብ ዳይና ተወልደብርሃን ገብረመስቀል ብምዃን ተመሪጾም እዮም። ናብ ናይ ወጻኢ ሓበሬታ እንትንሰግር ድማ፣ ፈረንሳይ ኣብ ምሕዝነት ጸወታ ዓወት ኣመዝጊባ። ፈረንሳይ ኣብ ምሕዝነት ጸወታ ንሰሜን ኣየርላንድ ኣተኣናጊዳ ሰለስተ ን ሓደ ተዓዊታ። ናይ ፈረንሳይ ሰለስቲኤን ሹቶታት ሚኪኤል ኦሊሰ ዘመዝገበን እንትኾን ፓትሪክ ኬሪ ድማ ካብ ስዕረት ዘየናገፈት ሹቶ ሰሜን ኣየርላንድ ኣመዝጊብዋ እዩ። ኣብ ካሊእ ጸወታ ድማ ኔዘርላንድ ንኡዝቤኪስታን ክልተ ን ሓደ ረቲዓታ። ኮዲ ጋክፖ ናይ ኔዘርላንድ ክልቲኤን ሹቶታት ብፍጽም ቁላዕ ኣመዝጊብወን እዩ። ዩሬን ቲምበር ብሰንኩ መጉዳእቲ ካብ ጽዋዕ ዓለም ወጻኢ ኮይኑ። እዚ ወዲ ዕስራን ኣርባዕተን ዓመት ተኸላኻሊ ዩርየን ቲምበር ካብቲ ዘጋጠሞ መጉዳእቲ ብብቑዕ ደረጃ ክሓዊ ስለዘይከኣለ ኣብቲ ዝመጽእ ጽዋዕ ዓለም ክሳተፍ ከምዘይኽእል ተረጋጊጹ። እዚ ተጻዋቲ ምሉእ ብምሉእ ካብ መጉዳእቱ ቅድሚ ምሕዋዩ ናብ ሜዳ ምምላስ ብሕክምናዊ መዳይን ጥዕንኡ ሓደገኛ ስለዝኾነ ኣብቲ ውድድር ከይስለፍ ውሳነ ተወሲዱ እዩ። ምስ ሕክምናውያን ክኢላታት ናይ ሃገራዊ ጋንትኡ ድሕሪ ዝተግበረ ምኽክር፣ ቲምበር እታ ጋንታ ምስ ኡዝበኪስታን ዘለዋ ጸወታ ምስወደእት ኣብ ኑዮርክ ዝርከብ ናይ ቅድመ ምድላው ካምፕ ገዲፉ ክወጽእ ተወሲኑ እዩ። እዚ ውሳነ ዝተወሰደ ንድሕነት ተጻዋቲ ቀዳምነት ንምሃብን ኣብ ቀጻሊ ናይ ኩዕሶ እግሪ ህይወቱ ዝኸፍእ መጉዳእቲ ከይበጽሖ ንምክልኻልን ምዃኑ ተገሊጹ። ዲቮክ ኦሪጊ ካብ ኩዕሶ እግሪ ዓርሱ ኣግሊሉ። ነበር ተጻዋታይ ሊቨርፑል ከምኡ'ውን ናይ ቤልጅየም ሃገራዊ ጋንታ ኣጥቃዒ ዲቮክ ኦሪጊ ኣብ ሰላሳን ሓደን ዓመቱ ካብ ኩዕሶ እግሪ ዓርሱ ከምዘግለለ ኣፍሊጡ። ኦሪጊ ኣብ ሊቨርፑል ዘይርሳዕ ዕዉታት ዓመታት ኣሕሊፉ እዩ፣ ብፍላይ ኣብ ዕስራ ዓሰርተ ትሽዓተ ፍርቂ ፍጻመ ናይ ቻምፕየንስ ሊግ ኣንጻር ባርሰሎና ዘመዝገባ ወሳኒት ሽቶ ክሳብ ሕዚ ብብዙሓት ትዝከር፣ ኣብ ፍጻመ ቻምፕየንስ ሊግ ድማ ኣንጻር ቶተንሃም ሽቶ ብምምዝጋብ ኣብ ዓወት ሊቨርፑል ዓብዪ ግደ ነይርዎ፣ ከምኡ'ውን ኣብ መርሲሳይድ ደርቢ ኣንጻር ኢቨርተን ኣብ መወዳእታ ደቓይቕ ዘመዝገባ ናይ ዓወት ሽቶ ካብተን ኣዝየን ዝዝከራ ክስተታት እየን። እዚ ቤልጅማዊ ኣጥቃዒ፣ ንሊቨርፑል ኣብ ሚእትን ሰብዓን ሓሙሽተን ጸወታታት ኣርብዓን ሓደን ሹቶታት ኣመዝጊቡ፣ ኣብ ምዕዋት ዘ ፕሪመር ሊግ፣ ቻምፕየንስ ሊግ፣ ኤፍኤ ካፕ፣ ሱፐር ካፕ ከምኡ'ውን ጽዋዕ ክለባት ዓለም ዓቢ ኣስተዋጽኦ ገይሩ እዩ። ኦሪጊ፣ ኩዕሶ እግሪ ብዘይ ጣዕሳ ከም ዝሰናበት ገሊጹ፣ ካብዚ ንደሓር ድማ ኣብ ንግዲ፣ ፋሽን ከምኡ'ውን ስራሕቲ ምሕደራ ስፖርት ትኹረት ከም ዝገብር ኣፍሊጡ።

ኩረት ሰማዕትና ነዚ ሰዓት ዘደለናዮም ዛዕባታት ዜና መጽሔትና ቅድሚ ምዝዛምና ቀንዲ ቀንዲ ነጥብታቶም ደጊምና ክነዘኻኸረኩም ናይ ፅባሕ ተረከብቲ ዓዲ ዝኾኑ ህፃናት ብምሕብሓብ ኣብ ምፍጣር ቀፃሊ ትውልዲ ተዋዲድና ክንሰርሕ ይግባእ ክብሉ ኣማኻሪ ከንቲባ ዘፈር ጉዳይ ሰራሕተኛን ተሳትፎን ተጠቃምነትን ሕብረተሰብ ከተማ መቐለ ኣይተ ገይተ ሃይሉ ሓቢሮም። ብመሰረት ደንቢ ምትእኽኻብ እቶት ትግራይ ከም ምምሕዳር ክፍለ ከተማ ዓዲ ሓቂ ክሳብ ሐዚ ልዕሊ ዕስራን ሽዱሽተን ሚሊየን ብር ከምዝኣከበ ኣፍሊጡ። ኣብ ወረዳ ሰለዋ ከተማ ደላ ብሓገዝ ቢሮ ሃፍቲ ማይን ኢነርጂን ትግራይ መደብ ሓደ ወሽ ብልዕሊ ስሳን ክልተን ሚሊዮን ቅርሺ በጀት ዝተሃነፀ ትካል መስተ ማይ ከምዝተመረቐ ተሓቢሩ። ካብ ዜናታት ወፃእ ድማ፣ ኲናት ዩክሬን ብሰላም ንኽውዳእ ሓሙሽተ ቅድመ ኹነት ክረጋገፅ ከምዘለዎ እንግሊዝ፣ ጀርመን፣ ፈረንሳይን ዩክሬንን ኣፍሊጠን። ናይ ዝብሉን ካልኦትን ኣብ ዜና መጽሔትና ናባኹም ናብ ሰማዕትና እናቕረብና ዝጸናሕና ብርሃን ወልዳይ፣ ሜሪ ደሞዝ፣ ብምዳይ ቴክኒክ ድማ ልኡል ኣውራነ ብሓደ ነርና። ምስ ዝተረፉ መደባት ስሚዕትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ ሰናይ ጻንሒት ክኾነልኩም ተመኒና በብዘለኹሞ ሰናይ ግዘ